ሰላም ጥዕና ይሃበልና ፍትዋት ቤተሰብ ግእዝ ቲቪ ዕለታዊ ዜና ሒዝናልኩም ቀሪብና ኣለና ንቻናልና ሓደሽቲ ዝኾንኩም ሳብስክራይብ ንመደባትና ድማ ሼርን ላይክን ብምግባር ቤተሰብ ክትኮኑ ብኽብሪ ንዕድም ፈለማ ቀንዲ ቀንዲ ነጥብታት ዜና ዝዕለት

ጅመር እዩ እቲ ጻዕሪ ዝገብር ዘሎ ኣብ ርእሲኡ እቲ ሕዚ ዘሎ ኣብ ጫፍ በጺሑ ዘሎ ዋዒ ናይ ኩናት ዲስክሌት ክገበር።
ካብ ኢትዮጵያ ዝብገሳ ስትራተጂካውያን ዓቕሚ ዘለወን ኣልቦ ፈረሰኛ ነፈርቲ ድሮናት ዶብ ብምስጋር ናብ ውሽጣዊ ክሊ ሱዳን ድሕሪ ምእታውን ኣብ ርእሰ ከተማ ካርቱም ብሓይልታት ጸረ ነፋሪት ሱዳን ተወቒዐን ከም ዝዓነዋ ተረጋጊጹ ኣሎ። ግብጺ ምስ ኤርትራ ኣብ እተካይዶ ዘላ ክልተኣዊ ዘተ ምርግጋእ ቀርኒ ኣፍሪካ ቀጥታ ኣካል ሃገራዊ ድሕንነት ምዃኑ ገሊጻ። ኣብ ስዑዲ ዓረብ ተኣሲሮም ዝነበሩ ልዕሊ ሓደ ሽሕን ሽዱሽተ ሚእትን ሓምሳን ሓሙሽተን ኢትዮጵያውያን ከይዲ ፍርዶም ተቋሪፁ ኣዋጅ ምሕረት ተገይርሎም ኣሎ ተባሂሉ። ዝብሉን ካልኦትን እዮም። ክሳብ መወዳእታ ትሕዝቶ መደብና ምሳና ፀኒሕኹም ክትከታተሉ ብኽብሪ እንዳዓደምና ሕዚ ናብ ዝርዝሩ ክንሓልፍ። ንትግራይ ብዙሕ ዋጋ ዘኽፈለ ሽርሕታት ኦሊሶጎን ኦባሳንጆ እንትግለፅ እንታይ ይመስል? ሎሚኸ ኣብ መቐለ ከይዱ እንታይ ዘትዩ? ዋና ኣደራዳሪ ሕብረት ኣፍሪካ ነበር ፕረዚደንት ሃገረ ናይጀሪያ ኦሊሶጎን ኦባሳንጆ ቀንዲ ካብቶም ውዕሊ ሰላም ፕሪቶርያ ብምሉእነት ከይፍፀም ዝዕንቅፉ ካብ ዝነበሩ ሰብ መዚ ሕብረት ኣፍሪካ ኣብ ቅድሚት ዝስራዕ ሰብ ዩ ክብሉ ተንተንቲ ይገልፁ። እዚ ሰብ እዚ ብዙሓት ዘሕፍሩን ዘሕዝኑን ድሕረትን መሃይምነትን ዝተመልኦም ዘረባታት ብዛዕባ ህዝቢ ኤርትራ፣ ትግራይን ኣምሓራን ብዘይሕንከት ዝዛረብ ሰብ ውን ከምዝኾነ ይገልፁ እዞም ውሽጢ ዝፈልጡ ሰባት። ኣብ ውዕሊ ፕሪቶርያ ዘየለ ነጥቢ ዘጨቓጭቑ ቦታታት ኣብ ትሕቲ ፌደራላዊ መንግስቲ ይፅንሑ ዝብል ርካሽ ፖለቲካዊ ቁማርን ንሰላም ዝዕንቅፍ ዘረባን እናቕረበ ምፅንሑ እውን ዝፍለጥ እዩ። ነቲ ግዝኣታዊ ሓድነት ትግራይ ይከበር ዝብል ኣንፃር እቲ ግዝኣታዊ ሓድነት ትግራይ ዝኾነ መደረ እውን ይገብር እዩ። ብዝኾነ ሕዚ እውን መራሕቲ ትግራይ ዓብዪ ትዕግስቲ፣ ልዑል ትኹረት፣ ስጡም ሓድነት ኣብ ዘድልዮ ግዜ ከም ዘለዉ ምግንዛብ የድሊ ይብሉ። ሽርሒ ናይዚ ናይ ጁርያዊ ሰብ ብዕቱብ ምክትታል የድሊ ክብሉ ድማ ካልኦት ግዱሳት ተጋሩ እውን የተሓሳስቡ። ንኹናት ትግራይ ሰላማዊ ፍታሕ ንምንዳይ ብ ክልተ ሽሕን ዓሰርተ ሓሙሽተን ዓመተ ምህረት ፍሉይ ልኡኽ ሕብረት ኣፍሪቃ ኮይኑ ዝተመዘዘ ነበር ፕረዚደንት ናይጀርያ ኦሊሶገን ኦባሳንጆ ሎሚ ሓሙስ ንግሆ ከተማ መቐለ ኣትዩ ምስ ፖለቲካውን ወተሃደራውን መራሕቲ ትግራይ ዘትዩ ኣሎ። ኦባሳንጆ ድሕሪ ናብ መቐለ ምእታዉ ምስ መራሕቲ ትግራይ ርክብ ምክያድ ከም ዝጀመረ እውን ተገሊፁ እዩ። ካብ ቤት ፅሕፈት ፕረዚደንት እቲ ክልል ዝተረኽበ ሓበሬታ ከም ዘመልክቶ ኦባሳንጆ ምስቲ ኣብ ቀረባ እዋን ፕረዚደንት እቲ ክልል ምዃኑ ዝኣወጀ ኣቦ ወንበር ህወሓት ዶክተር ደብረፅዮን ገብረሚካኤል ተራኺቡ እዩ። ኣብ እዋናዊ ፖለቲካውን ፀጥታውን ጉዳያት ሰፊሕ ዘተ ከም ዘካየዱ ድማ ንምፍላጥ ተኻኢሉ።

እዚ ናይ ኦሊሰጉን ኦባሳንጆ ዘይተጸበየ ዑደት፣ ኣብ መንጎ ሓዱሽ ውዳበ ዘካየደ መንግስቲ ትግራይን መንግስቲ ፌደራል ኢትዮጵያን ዘሎ ፖለቲካዊ ወጥሪ ናብ ላዕለዋይ ብርኪ ዝደየበሉ እዋን እዩ። እዚ ተፈጢሩ ዘሎ ምስሕሓብ፣ ነቲ ዞባ ዳግማይ ናብ ዘይተደለየ ጎንጺ ወይ ኲናት ከየምርሕ ኣብ ውሽጢ ዓድን ሓፈሻዊ ኣብ ቀርኒ ኣፍሪካን ከቢድ ስግኣት ፈጢሩ ይርከብ። እቶም ቀንዲ ነጥብታት ወጥሪ ምስቶም ኣብ ቀረባ እዋን ዝተኻየዱ ውሽጣዊ ፖለቲካዊ ውሳነታትን ኣፈፃፅማ ስምምዕ ሰላም ፕሪቶርያን ዝተኣሳሰሩ ምዃኖም ተዓዘብቲ ይሕብሩ። ኦሊሰጉን ኦባሳንጆ ቅድሚ ሕዚ ነቲ ኣብ መንጎ ክልቲኦም ወገናት ተገይሩ ዝነበረ ኲናት ንምቁራፅን ስምምዕ ሰላም ፕሪቶርያ ንኽፍረምን ኣብ ምምችቻው ልዑል ተራ ዝተፃወተ ፖለቲከኛ እኳ እንተኾነ ብወገን ትግራይ ብፅቡቕ ኣይለዓልን። መገሻ እዚ ፍሉይ ልኡኽ ሕብረት ኣፍሪካ ምስ ተሰምዐ እቲ ተፈጢሩ ዘሎ ወጥሪ ካብ ወታደራዊ ምንቅስቓስ ወፂኡ ብሰላማዊ መንገዲ ብዲፕሎማሲያዊ ዘተ ንኽፍታሕ ሓዱሽ ተስፋ ዝህብ ፍፃመ እዩ ዝብል ርኢቶ ካብ ዝተፈላለዩ ወገናት ይስማዕ ኣሎ። እዚ ዘተ እዚ ነቲ ተፈጢሩ ዘሎ ወጥሪ ኣብ ምዝሕሓልን ንዘላቒ ሰላም ዘለዎ ኣገዳስነትን ብዕምቆት ዝግምገመሉ ክኸውን ከምዝኽእል ድማ ይግመት። እዚ ከምዚ ኢሉ እንከሎ እዚ ከምዚ ኢሉ እንከሎ፣ ዶክተር ደብረጽዮን ገብረሚካኤል ንፍሉይ ልኡኽ ሕብረት ኣፍሪቃ ኣብ ቀርኒ ኣፍሪካ ኦሊሰጎን ኦባሳንጆ ዝተመርሐ ጉጅለ ልኡኽ ተቐቢሎም ከምዘዘራረቡ ተገሊጹ'ሎ። ኦሊሰጎን ኦባሳንጆ ምስ ዝመርሕዎ ጉጅለ ኣብ ህሉው ኩነታት መንግስቲ ትግራይን ኢትዮጵያን መሰረት ብምግባር ምስ ፕረዚደንት ትግራይ ዶክተር ደብረጽዮን ገብረሚካኤልን ኣምባሳደር ዶክተር ኣዲስ ኣለም ባሌማን ዘትዮም ኣለው። እቲ ዘተ ኣብ መንጎ መንግስቲ ትግራይን መንግስቲ ኢትዮጵያን ዘሎ እዋናዊ ወጥሪ ክረግእን ዝርርብ ክጅመርን ንምግባር ዝዓለመ ምዃኑ እውን ኦሊሰጎን ኦባሳንጆ ገሊፆም። ኣብ ሃገረ ኢትዮጵያ ዕቤት ክመፅእ ሰላምን ድሕንነትን ወሳኒ እዩ ዝበሉ ኦባሳንጆ፣ እዚ ክመፅእ ድማ ኣብ መሬት ንሪኦ ዘለና ወጥሪ ክረግዕ እንተኽኢሉ እዩ ኢሎም። ዶክተር ኣዲስ ኣለም ባሌማ ብወገኖም፣ እቲ ብላዕለዋይ ተወካሊ ቀርኒ ኣፍሪካ ኣብ ሕብረት ኣፍሪካ ኦሊሰጎን ኦባሳንጆ ዝተመርሐ ጉጅለ ልኡኽ፣ ኣብ መንጎ መንግስቲ ትግራይን መንግስቲ ኢትዮጵያን ዝርርብ ክጅመር ንምስራሕ ከምዝመፀ ሓቢሮም። ክጅመር እዩ እቲ ፃዕሪ ዝገብር ዘሎ። ኣብ ርእሲኡ እቲ ሕዚ ዘሎ ኣብ ጫፍ በፂሑ ዘሎ ዋዒ ናይ ኩናት ዲስክሌት ክገበር ክንኪ ክሰርሕ እየ ዝብል መሽም እዩ ዘለዎ። ስለዚ ካብኡ ተበጊስና ናበይ ከም ዝበጽሕ ክንርኢ ኢና። ጽቡቕ፣ ብወገን መንግስቲ ከመይ ይርእይዎ ኣለዉ ነዚ ዕስኪ?
እወ። ንሕና ድኣ ኩሉ ሳዕ ንዳያሎግ ንዳያሎግን ንፖለቲካል ዳያሎግ ክፉት እዩ ኦፊስና፣ ንሕና ኩሉ ሳዕ ድልዋት ኢና እኮ እናበልና መግለጽታት ክነውጽእ ኣለና ኣይኮነን ድዩ? ብእንግሊዝኛ ነውጽእ ኣለና፣ ብትግርኛ ነውጽእ ኣለና፣ ብኣምሓርኛ፣

እዚ ኮሚዴተር እዩ ምርዳእ ምስ መንግስቲ ኢትዮጵያ እዩ ክኸውን
እሞ እንታይ ዝብል ዘለኹ መጀመርያ ኮሚኒኬሽን ክፍጠር ኣለዎ ኮሚኒኬሽን የለን ካልኣይ ድማ ነቲ ኩነታት ዲስከሌት ክግበር ኣለዎ ድሕሪኡ ድማ ፖለቲካል ዳያሎግ ዝጅመረሉ ኩነታት ፍጠሩ ኢና ኢልና ዘለና ምክንያቱ ቀልጢፉ እቶም ናይ ፍሪዝ ገይሮም ዘለዉ ካብ ምትግባር ደስኪሎም ዘለዉ ስምምዕነታት ዝትግበረሉ ኩነታት ክፍጠር ኣለዎ ኢና ንብል ዘለና እና። ክሳብ ክንደይ ዝኣክል እዩ ተስፋ ዝግበረሉ?
ከዚኣ ጀሚራ ከመይ ኣቢላ ተስፋ ክትህልዋ ብሓባር ኮይንና ንርኣያ። እቲ ጉጅለ ልኡኽ ድሕሪ ኣብ መቐለ ዝገበሮ ዝርርብ ናብ ኣዲስ ኣበባ ተመሊሱ እውን ምስ መንግስቲ ኢትዮጵያ ተመሳሳሊ ዘተ ከምዘካይድ ዶክተር ኣዲስ ኣለም ባሌማ ገሊፆም። ብኦሊሰጎን ኦባሳንጆ ዝምራሕ ልኡኽ ሕብረት ኣፍሪካ ጆኖሳይድ ትግራይ ደው ኣብ ምባል ኣወንታዊ ኣስተዋፅኦ ዝነበሮ ትካል ኣብ ልዕሊ ዘይምዃኑ ንውዕሊ ፕሪቶርያ ብላዕለዋይነት ዝጥምቱ ኦሊሰጎን ኦባሳንጆ እቲ ውዕሊ ክፍፀም ዝገበርዎ ኣስተዋፅኦ ብዘይምህላው ብወገን ትግራይ ብልዑል ደረጃ ዝውቀሱ ምዃኖም ዝፍለጥ እዩ። ካብዚ ብምብጋስ ነዚ ሕዚ ዝግበር ዘሎ ዘተ እውን ንፋይድኡ ዝጠራጠሩ ሓሳባትን ርእይቶታትን ክወሃቡሉ ውዒሉ ኣሎ። ናብ ዝቕጽል ዜና እንትንሓልፍ ካብ መሬት ኢትዮጵያ ዝተበገሳን ስትራተጂካዊ ዓቕሚ ዘለወንን ኣልቦ ፈረሰኛ ነፈርቲ ወይ ድሮናት ዶብ ብምስጋር ናብ ውሽጣዊ ክሊ ሱዳን ድሕሪ ምእታወን ኣብ ርእሰ ከተማ ካርቱም ብሓይልታት ጸረ ነፈርቲ ሱዳን ተወቒዐን ከም ዝዓነዋ ተገሊጹ ኣሎ። ኣብቲ ትማሊ ዝተኻየደ ተኸታታሊ ናይ ምክልኻል ስርሒታት፣ ሓንቲ ካብተን ዝወደቓ ድሮናት፣ ኣብ ቱርኪ ዝተሰርሐት፣ ንነዊሕ እዋን ክትበርን ርሑቕ ዒላማታት ክትወቅዕን ትኽእል ስትራተጂካዊት ባይራክተር ቲቢ ቱ ምዃና ዝተፈልጠ ኮይኑ፣ ምስኣ ብምትእስሳር እውን ብርክት ዝበላ ዒላምእን ምስ ሓዛ፣ ባዕለን ተፈንጂረን ጠፊኤን ዘጥፍኣ ስትራተጂካዊ ድሮናት ተሓምሺሸን ኣለዋ ተባሂሉ። እዚ ካብ መሬት ኢትዮጵያ ተበጊሰን ሱዳን ንምድብዳብን ወተሃደራዊ ስለያ ንምክያድን ዝፍጸም ዘሎ ናይ ድሮን ምንቅስቓሳት ኣብ መሬት ሱዳን ክውቅዓን ክወድቃን እዚ ንመጀመርታ እዋን ከምዘይኮነ ዝሓበሩ ወተሃደራዊ ተንተንቲ፣ እዚ ፍጻመ'ዚ ነቲ ኣብ መንጎ ክልቲኣን ሃገራት ዘሎ ዶባውን ፖለቲካውን ምጥማት ናብ ዝለዓለ ደረጃ የሰጋግሮ ከምዘሎ የረድኡ። መንግስቲ ሱዳን ካብቲ ብልጽግና ተባሂሉ ዝጽዋዕ ዘሎ ናይ ኢትዮጵያ ገዛኢ ሓይልን ዝፍጸም ዘሎ ተደጋጋሚ መጥቃዕትታት ብምኹናን ንሉኣላውነት ሃገሩ ንምክልኻል ኣብ ዝቕጽል ተመሳሳሊ ተግባር እንተተደጊሙ ዘየዳግም ርሱን ወተሃደራዊ ስጉምቲ ከምዝወስድ ድሮ ተሪር ናይ መጠንቀቕታ መልእኽቲ ኣመሓላልፊ ከምዘሎ ተገሊጹ። ናብ ዝቕጽል ዜና እንትንሓልፍ፣ ግብጺ ምስ ኤርትራ ኣብ ተካይዶ ዘላ ክልተኣዊ ዘተ፣ ምርግጋእ ቀርኒ ኣፍሪቃ ቀጥታ ኣካል ሃገራዊ ድሕነታ ምዃኑ ገሊጻ። ግብጺ ኣብ ቀርኒ ኣፍሪካ ዘሎ ድሕንነትን ምርግጋእን ቀጥታ ኣካል ሃገራዊ ድሕነታ ምዃኑ ገሊጻ። ሚኒስተር ጉዳያት ወጻኢ ግብጺ ከም ዝሓበሮ፣ ኣብ ቀርኒ ኣፍሪካ ዘለዋ ሃገራት ሉኣላውነት ዝገሃሱ ወይ ነቲ ዞባ ዘናግዕ ዝኾነ ይኹን ምንቅስቓስ ተቐባልነት ከምዘይብሉን ስጉምቲ ከምትወስድን ኣፍሊጣ ኣላ። ናብ ናይ መወዳእታ ዜና እንትንሓልፍ ኣብ ስዑድ ዓረብ ተኣሲሮም ዝነበሩ ልዕሊ 1655 ኢትዮጵያውያን ከይዲ ፍርዶም ተቋሪፁ ናይ ምሕረት ኣዋጅ ተገይሩሎም ኣሎ። ኣብ ስዑዲ ዓረብ ብዝተፈላለዩ ገበናት ተጠርጢሮም ኣብ ከይዲ ፍርዲ ዝነበሩ ሓደ ሽሕን ሽዱሽተ ሚእትን ሓምሳን ሓሙሽተን ኢትዮጵያውያን ብዝተገብረ ላዕለዋይ ዲፕሎማስያዊ ፃዕሪ ተረባሕቲ ኣዋጅ ምሕረት ከም ዝኾኑ ሚኒስትር ወፃኢ ጉዳያት ኢትዮጵያ ኣፍሊጡ። ሚኒስትር ወፃኢ ጉዳያት ኢትዮጵያ ኣብ ሪያድ ዝርከብ ልኡኽ ሚስዮን ኢፌድሪን ኣብ ጅዳ ዝርከብ ቆንስላ ቤት ፅሕፈትን ብምትሕብባር ዘካየዶ ናይ ተኸታታሊ ዲፕሎማስያዊ ዘተ ናይቶም ዜጋታት ከይዲ ፍርዲ ከም ዝቋረፅን ብነፃ ከም ዝልቀቑን ተፈሊጡ ኣሎ ክብል ገሊፁ። ከም መግለጺ እቲ ሚኒስትሪ፣ እዚ ተረኺቡ ዘሎ ውጽኢት፣ መንግስቲ ንዜጋ ተኮር ዲፕሎማሲ ብዝሃቦ ፍሉይ ቆላሕታ ምዃኑ ድማ ገሊጹ። መንግስቲ ኣብ ስዑዲ ዓረብ ተወሳኺ ዲፕሎማስያዊ ጻዕሪ ዘድልዮም ካልኦት ጉዳያት እውን ብትኹረት ይከታተል ከም ዘሎ እቲ ሚኒስትር ወጻኢ ጉዳያት ሓቢሩ። ሚኒስትር ጉዳያት ወጻኢ ኢትዮጵያ ወሲኹ ከም ዝገለጾ፣ ዜጋታት ኣብ ማሕበራዊ ሚድያታት ካብ ዝዝርግሑ ናይ ሓሶት መታለልታትን ዘይሕጋውያን ኣሰጋገርቲ ሰባትን ርእሶም ክሕልዉ ንባዕሎም ክከላኸሉ ኣተሓሳሲቡ። ካብዚ ብተወሳኺ ኣብ ልዕሊ ዘይሕጋውያን ደላሎ ዝግበር ስጉምትን ናብ ሕጊ ንምቕራብ ዝተጀመረ ወፍርን ተጠናኺሩ ከምዝቕፅል እውን ኣተሓሳሲቡ ኣሎ። ክቡራት ሰማዕትና ንሎሚ ዘዳለናዮ ዕለታዊ ፍፃመ ኣብዚ ይዛዘም። ኣብ ዝቕፅል ብኻልእ መዳይ ክሳብ ንራኸብ ሰላም። ግእዝ ቲቪ ልሳን ህዝቢ።